ሰላም ከመይ ትጸንሑ ኩቡራት ተዐዘብቲ ነዚ ዕለት ዝበልናዮ ሓዱሽ ዜናን ፍጻመታትን ሒዝና ቀሪብና ኣሎና ክትከታተሉ እንዳዓደምና ፈለማ ግን ንመላእ ህዝቢ ኤርትራ እንቋዕ ናብ መበል ሰላሳን ሓሙሽተን ጽንብል ናጽነት ጉንበት ዕስራን ኣርባዕተን ኣብቅዓኩም ክንብል ንፈቱ። መንገዲ ኣየር ባድር ሓዱሽ ስሩዕ ንግዳዊ በረራታት ካብን ናብን ኣስመራ ከምዝጀመረ ኣበሲሩ። ኣብ ኣህግራዊ መዓርፎ ነፈርቲ ኣስመራ ኣብ ዝተኻየደ ናይ ምብሳር ስነ-ስርዓት፣ ላዕለዎት ሰበ ስልጣን ክልቲኤን ሃገራት መራሕቲ እቲ ትካልን ተረኺቦም ነይሮም። ዋና ዳይሪክተር ስቪል ኣቬሽን ኤርትራ ኣቶ ጳውሎስ ካሕሳይ ኣብ ዘስመዖ ቃል፣ እዚ መንገዲ ኣየር ባድር ካብ ፖርት ሱዳን ናብ ኣስመራ ዝጀመሮ ንግዳዊ በረራ ናብ ሃገራት ኣፍሪቃን ማእኸላይ ምብራቕን ንዝጓዓዙ ገያሾ ሰፊሕ ተወሳኺን ምርጫታት ዝፈጥር ምዃኑ ገሊጹ። ኣምባሳዳር ሪፓብሊክ ሱዳን ኣብ ኤርትራ ኡስማ ኣሕመድ፣ ዋና ዳይርክተር ሲቪል ኣቬሽን ሱዳን ኣበበክር ኣልሳዲቅን ዋና ሓላፊ ፋይናንስ መንገዲ ኣየር ባድር ታሪቅ ኣሕመድን ብወገኖም ኣብ ዘመሓላለፍዎ መልእኽቲ፣ እዚ በረራ'ዚ ንንግዳዊ ረብሓታት ካብ ምምጻእ ሓሊፉ፣ ኣብ መንጎ ህዝብታት ሱዳንን ኤርትራን ዘሎ ሕውነታውን ምሕዝነታውን ዝምድናታት ንምዕባይ ምሕያል ዕዙዝ ኣበርክቶ ከምዘለዎ ኣስሚረምሉ። እቲ ትካል ምስ ቱርኪ ኢስታንቡል ዘራኽብ ሓድሽ መስመር ምኽፋቱ መርበባት በረራቱ ንምዕባይ መሰረት ዘንበረ ክኸውን ከሎ ቀጺሉ ድማ ናብ ግብጺ ካይሮ ዝገብሮ በረራታት ብምጅማሩ ንመገሻታት ኣብዚ ዞባ ኪንኡ ዓቢ ምቅላል ፈጢሩ እዩ። ሕጂ ድማ ኣስመራ ክፋል ናይዚ ስትራተጂያዊ ምስፍሕፋሕ ብምዃና ምስቶም ቅድሚ ሕጂ ዝተመስረቱ መስመራት ካይሮን ቱርክን ከተሓሕዛ እዩ እቲ መንገዲ ኣየር ኣብ ናይ ፌስቡክ ገጹ ኣብ ዘስፈሮ ጽሑፍ ምስ ኣስመራ ዘተኣሳስር መስመር ብምኽፋተን ኩርዓት ከም ዝስመዖም ድሕሪ ምግላጽ፣ እዚ መስመር እዚ ንርክብ ክልቲኤን ሃገራት ዘደፍዕ ጥራይ ዘይኮነ ናብ ካልእ ዓለም እውን ማዕጾታት ዘርሑ ምዃኑ ይገልጽ። እዚ መንገዲ ኣየር ንኣስመራ ምስ ኢስታንቡል፣ ካይሮ፣ ጁባ፣ ጅዳን ሪያድን ዝኣምሰሉ ብዙሓት ኣህግራውያን መዓርፎታት ብቐጥታ ከራኽባ ምዃኑ ሓቢሩ። ኣሜሪካ፣ ኣብ መንጎ ኣስመራን ዋሽንግተንን ሓዱሽ ምዕራፍ ከምዝተጀመረ ኣፍሊጣ። ኣሜሪካ ሎሚ መዓልቲ ጉንበት ዕስራን ኣርባዕተን ንዝጽንበል ዘሎ መበል ሰላሳን ሓሙሽተን ዓመት በዓል ናጽነት ኤርትራ ምኽንያት ብምግባር ወግዓዊ ናይ እንቋዕ ኣሐጎሰኩም መልእኽቲ ኣመሓላሊፋ። ኣብዚ እዋን'ዚ ኣብ መንጎ ክልቲኤን ሃገራት ሓዱሽ ምዕራፍ ከምዝተጀመረ ብምግላጽ ድማ ኣብ ሓባራዊ ርግኣትን ቁጠባዊ ብልጽግናን ብሓባር ንምስራሕ ዘለዋ ድሌት ገሊጻ። ዋና ጸሓፊ ጉዳያት ወጻኢ ኣሜሪካ ማርኮ ሩብዮ ብስም መንግስቲ ኣሜሪካ ኣብ ዘውጽኦ መግለጺ ንመንግስትን ህዝብን ኤርትራ ንመበል ሰላሳን ሓሙሽተን ዓመት ጽንብል ናጽነት እንቋዕ ኣሕጎሰኩም ኢሉ። ኣስዒቡ'ውን ኣብዚ ዝምድና ኣሜሪካን ኤርትራን ዳግማይ ዝተጀመረሉ ሓድሽ ምዕራፍ ኣብ መንጎ ክልቲኦም መንግስታት ዘሎ ምትእስሳር ንምዕማቑን፣ ኣብ ሓበራዊ ብልጽግና ርግኣት ብሓባር ንምስራሕን ብሃንቀውታ እጽበ ክብል ገሊጹ። ኣብ ኣሜሪካ ኣብ ዝተኻየደ ጽምብል መዓልቲ ናጽነት ኤርትራ ብዙሕ ኣምባሳደራትን ዲፕሎማሰኛታት ዝተረኸቡ ኮይኖም ካብ ሚኒስትሪ ጉዳያት ወጻእ ኣሜሪካ ዴስክ ቀርኒ ኣፍሪቃ ዝመጽእ ልኡኽ ፕረዚዳንት ዶናልድ ትራፕ ናብ ፕረዚዳንት ኢሳያስ ኣፈወርቂ ዝለኣኾ መልእኽቲ ኣቕሪቡ። ህዝቢ ኣሜሪካ ካብቲ ህዝቢ ኤርትራ ዘብዕሎ ዘሎ መዓልቲ ናጽነት ምስ ትራምፕ ሓቢሩ መልእኽቲ ከም ዘመሓላለፈ ድሕሪ ምግላጽ፣ ነቲ ዘይሕለፍ መንፈስን ተጻዋርነትን ህዝቢ ኤርትራ ከምኡ'ውን ንልኣላውነት ሃገረ ኤርትራ ዘለኩም ተወፋይነት የደንቕን የኸብርን ኢሉ። ቀጺሉ ኣብ ዝሓለፈ ዓመት ኣብ ዝጸሓፉልካ ደብዳበ ካብ ዝተገለጸ ስምዒት ብምብጋስ ከምኡ'ውን እቲ ዝሓለፈ ናይ ወጥሪ ምዕራፍ ሕጂ ንድሕሪት ተሪፉ ስለዘሎ ናብ ድሕሪት ከይተመለስና ንቕድሚት ክንስጉም ኣብ መላእ ቀርኒ ኣፍሪቃን ቀይሕ ባሕርን ድማ ንሓበራዊ ሰላምን ብልጽግናን ብሓባር ክንሰርሕ ሓቀኛ ግዜ ሕጂ እዩ ኢለ ይኣምን ኢሉ። እዚ ከምዚ ዝኣምሰለ ካብ ላዕለዎት ሰበ ስልጣን ዋሽንግተን ዝመጽእ ወግዓዊ መግለጺታት ኣብ ታሪካዊ ዝምድና ክልቲኤን ሃገራት ዓቢ ናይ ፖሊሲ ለውጢ ከም ዘምጽእ ዘርኢ እዩ። እዚ ብፕረዚዳንት ትራምፕን ሚኒስተር ማርኮ ሩቢዮን ዘመሓላለፍዎ መልእኽቲ ዝምድና ብግብሪ ይስጉም ከም ዘሎ ዘረጋግጽ እዩ። እዚ ከምዚ ኢሉ እንከሎ መንግስቲ እስላማዊት ሪፐብሊክ ኢራን መዓልቲ ናጽነት ኤርትራ ምኽንያት ብምግባር ንህዝብን መንግስትን ኤርትራ ናይ ዮውሃና መልእኽቲ ኣመሓላሊፋ። ኣብቲ ኣብ ኤክስ ዘስፈሮ ጽሑፍ፣ ኣብ ኩሉ ዓውድታት ዘሎ ክልቲኣዊ ዝምድናታት ምሕያል ናይ ክልቲኤን ሃገራዊ ሓበራዊ ኣጀንዳ እዩ ክብል ድማ ገሊጹ። መበል ሰላሳን ሓሙሽተን ዓመት መዓልቲ ናጽነት ኤርትራ ኣብ ኣዲስ ኣበባ ብድምቀት ተጸንቢሉ። ኣብ ኢትዮጵያ ዝርከብ እምባሲ ሃገረ ኤርትራ ቀዋሚ መልእኽተኛ ኣብ ሕብረት ኣፍሪቃን መበል ሰላሳን ሓሙሻይን ዓመት መዓልቲ ናጽነት ኤርትራ ጽንዓትና ወሓስና ብዝብል መሪሕ ቃል ኣብ ኣዲስ ኣበባ ብድምቀት ኣኽቢሩ። ኣብቲ ስነ ስርዓት ኣካያዲ ስራሕ እቲ ኢምባሲ ኣቶ ቢንያም በርሀ፣ ንላዕለዎት ሰበ ስልጣን ሕብረት ኣፍሪቃን ዲፕሎማሰኛትን ኣብ ዘስመዖ መደረ እቲ ሎሚ ዝበዓል ዘሎ መዓልቲ ናጽነት ነቲ ህዝቢ ኤርትራን ተጋደልቱን ንሰላሳ ዓመታት ዘርኣይዎ ዘሐየልዎ ጽንዓትን ዘንጸባርቕ ምዃኑ ገሊጹ። ኣቶ ቢንያም ኣብ መደርኡ እቲ ንናጽነት ዘውሓሰ ጽንዓት ሎሚ እውን ንልኣላውነትን ግዝኣታዊ ሓድነትን ኤርትራ ኣብዚ ተለዋዋጢ ዞባ ኩነታት ንምዕቃብ ቀንዲ መሳርሒ ኮይኑ ይቕጽል ከምዘሎ ገሊጹ። ወሲኹ'ውን ናይ ኤርትራ ናይ ልምዓት መደባት ኣብ ርእሰ ተኣማንነት ዝተሰረተን ንቐዳምነት ዜጋታት ብፍላይ ድማ ንገጠር ዘተኮረ ምዃኑ ኣረዲኡ። ኣብቲ በዓል ምክትል ኣቦ ወንበር ኮሚሽን ሕብረት ኣፍሪቃ ኣምባሳደር ሰልማ ማሊካ ሓዳድ ሓዊሱ ብዙሓት ኣምባሳደራትን ወከልቲ ኣህግራዊ ትካላትን ተረኺቦም ነቲ በዓል ኣድሚቐሞ ውዒሎም። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኸብሪ ንዕድም።